ዝኸበርክን ኣሕዋተይ ከመይ ቀኒኽን ደሓን ዶ ቀኒኽን ኣነ እግዚኣብሔር ይመስገን ጽቡቕ ኣለኹ እስኽን ከኣ ጽቡቕ ክትብልዋ ተስፋ ገብር ሎም መዓልቲ ከኣ ብካልእ ቪድዮ መጽኤክን ኣለኹ እንጆይ ክትገብርኦ ተስፋ ገብር ሓደሽቲ እንድሕር ኮንክን መጀመርያኺ እንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን ኩሉ ግዜ ላይክ ትገብርኦ ሸር ትገብርኦ ከመንት ትገብራለይ ካብ ብጣዕሚ እየ ትፈትወክን የቐንየለይ ሎማዓንቲ ከዓ ብካልእ ቪድዮ መፅክን ኣለኹ ቅድሚኡ እቲ መብዛሕትኽ ናይ ምድሪ ኣይረእን እዩ ገለ ዝበልክናኒ ኣብቲ ዲስክሪፕሽን ባክስ ስለ ዝገብረልክን ኣብኡ ክሊክ ግበርኦ እብለክን እንድሕር ደይረኸብክንኦ ኮንክን እቲ ዲስክሪፕሽን ባክስ ኣብቲ ትሕቲ ኮመንት ዘሎ እዩ እዚ ሕጂ ናይ ብቐዳማይ ናተይ ቪድዮ እዩ ማለት እዩ እዚ እዚ ሕጂ ኣብቲ ዲስክሪፕሽን ባክስ ኣብኡ ፅሒፈልክን ኣለኹ ኣብቲ ኮመንት ዘሎ ኣብቲ ልዕሊ እዩ ማለት እዩ እዚ ክስታይ ምስ ኣበልክን ኣብኡ ምስ ጠወቕክንኦ፣ ኣብዚ ሕጂ ሓደ ብሓደ ጽሒፈ ክስታይ ገይረዮ ኣለኹ። ስተሌፎነይ ናባይ ስለ ዝጥምት ደሎ ከምዚ ተገምጢሉ ገለ ክርእየክን ይኽእል ክኸውን፣ ግን እዚ ኣብዚታት ኣብዚ ሊንክ ምስ ሰበልክን ኣብቲ ዳይሬክት ኣብቲ ናተይ ክስታይ ይወስደክን ማለት እዩ። ኣብቲ ዘልኣኹክን ኣብኡ ክስታይ ይወስደልክን ማለት እዩ። ኣብዚ ሕጂ ከምዚ ገይረ ምስ ጠወቕክዎ ናብቲ ዘርኣኹክን ፕሮዳክት ናብኡ ክስታይ እቲ ሊንክስ ናብኡ ወስደክን ማለት እዩ። ሕጂ እቲ ካብ ኣማዞን ዘርኣኹኽን እቲ ሎራሽ ፖዝ ዘየድበልኩኽን እቲ ፌስ ዋሽ ጻዕድ ኣሎ እዚ ካሜራ እዚ ላይት ክስታይ ገይርዎ ኣብቲ ሊንክ ክሊክ ምስ ገበርክን ኣብኡ ካብቲ ሊንክ ስክሪንሻት ገብረኦ ትኽእላ ወይ ገለ ኣብቲ ልዕሊ ኮመንት እዩ ዘሎ ማለት እቲ ኣርእስቲ ምስ ጸሓፍኮስ ኣብቲ ትሕቲ እዩ ዘሎ ኣብኡ እቲ ሊንክ ኣብኡ ክሊክ ጌርክን ክትረኽብኦ ትኽእላ ኢኽን ማለት እዩ። ከምቲ ድበልኩኽን ከኣኒ ብዙሓት ኣሕዋተይ ኣለዋ ኣብዚ ኣብቲ ፌስቡክ ኣድ ግበራኒ ድበልኩኽን ኣድ ጌርክን ኣብቲ ኤልሳ ኣርኣያ ድብል ዩቱበይ ኤልሳ ኣብሊ ድብል ኣብቲ ፌስቡክ ግን ኤልሳ ኣርኣያ ኢልክን ድሕሪ ክስታይ ኣድ ጌርክናኒ ብዙሓት ኣሕዋተይ ኣለዋ ኣብኡ ሕጂ ድሓታኒ ማለት እዩ ስክሪንሻት ገይረ ራይደ ወይ ኣብ ዝጠዓመኒ ክስታይ ገብረለን ማለት እዩ እዚኣ ድረኣኺ ስደድልና ገለብላኒ ስክሪንሻት ገይረ ኤክስፕለይን ንገብረለን ማለት እዩ። ከምኡ ከኣ ኤዚ ወይ ኣሎ ድሕር ኣብቲ ፌስቡክ ኣድ ክትገብራ እንተደሊክን ኤልሳ ኣርኣያልክን ኣብኡ ኣድ ግበራኒ ምክንያቱ ኣይረኣን እዩ ነይሩ ስለ ዝበልክናኒ እቲ ቪድዮ ከይነውሓክን ኢለ ሓደ ብሓደ ክስታይ ከይገብረክን ኢለ እየ ኤኒወይ እታ ጨና እዚኣ ሕጂ እታ ከይኣሊ ብቐዳማይ ደይ ተረኣየት እዚኣ ከይኣሊ ትብል እዚኣ ማለት እዩ

ነዚ ፕራዳ ከኣ እዚኣ ማለት እዩ ስክሪንሻት ክገብራ ትኽእላ ኢኽን። ካልእ ከኣኒ ሓንቲ ሓፍተይ ንቆልዑት እንታይ ኢኺ ሞይስቸራይዘርን ሳንስክሪንን ትጥቀሚ ዝበልክኒ ከኣኒ ናይ ቆልዑት እዚ ሕጂ ንዓይ ዝጥቀመሉ ደርኣኹኽን ንቆልዑት ከኣ ዝጥቀመሉ እየ ገጸን ብዙሕ ግዜ ደቀይ ክስታይ ይገብረለን እየ ማለት እዩ እዚ እዚ ሞይስቸራይዘር ገለ ብዙሕ ኣነስ ዊንተር ኮይኑ ድሕር ከምዚ ክስታይ ኮይኑ እምበር ኣብ ነብሰን ግን ኩሉ ግዜ እዚ ንገጽ እንክስታይ እንድኸውን እንኮላይ ንቤቢ ድብል ሪፐር ኣፕ ቱ ፎርቲ ኤይት ኣወርስ ሃይድሬሽን እንዲ ዝብል ፎር ቤቢስ ኤንድ ኣዳልት እዩ ዝብል ሴፍ ስለ ዝኾነ ንቆልዑት ማለት እዩ እዚ ንደቀይ ብፍላይ እዚ ኣእዳውን ነብሰን ገለ እዚ ለኸየን እዩ ማለት እዩ ወላ ንገጸን ንገጾም ንቆልዑት ክንጥቀመሉ ንኽእል ኢና ግን መብዛሕትኡ ግዜ ኣነ ኣብ ገፅ ኣብ ገፀን ክስታይ ኣይገብረን ኣነ ስለ ከም ዝፍሕሹሹ ክስታይ እንድሕር ዘይኮነ ናይ ዊንተር ማለት እዩ ነብሰን ግን ኩሉ ግዜ እየ ዝገብረለን ማለት እዩ ካልእ ሳንስክሪን ካት ሳምባም ድብል እየ መብዛሕትኡ ግዜ ድገብር ናይ ቆልዑት ዋላ ናይ ዓበይቲ ስፅቡቑ ሕጂ ግን የብለይን ንሕና ስጋብ ሕጂ ኣፀቢቑ ሙቐት ኣይወፃና ኣይመፀን ዘሎ ማለት እዩ ኤኒወይ ግን ከይነውሓና እዚ ናብቲ ቦርሳታት ዝገዛእክዎ ካብ ማርሻልን ካብ ቲጄ ማክስን ከርእየክን እየ ጽቡቅ ጽቡቅ ቦርሳ ኣብ ዩቱብ ስለ ዝረኣኽዎ ክገዝኦ ስለ ዝረኣኹ ጽቡቅ ስለ ዝኾነ እየ ካብ ማርሻልን ካብ ስታይን ገዚኤ ማለት እዩ ከምቲ ትፈልጦ ዓበ ቦርሳ ፋሽን እዩ ደሎ ኣርእየክን ነይረ ጸሊም በርገንዲ እቲ በርገንዲ ነገር ኣርእየክን ነይረ ቀይሕ ከኣ ስለ ዝፈቱ እዚ ሕጂ ናተይ እዚ ከኣ ቀይሕ ኣለኒ ማለት እዩ እዚ ካብ ማርሻል ኣይኮንኩን ገዚኤዮ ካብ ኖርስቶርም እየ ገዚ ኖርስቶርም ማኪ ገዚኤዮ ነይረ እዚ እዚ እዚ ከኣኒ ካብ ማርሻል ማለት እዩ ቀይሕ ስለ ዝፈቱ እቲ ዓቢ ማለት እዩ ዓቢ ከርእየክን ፋሽን ከም ዘሎ ወላ ንእሽተይ ከኣ ስቲል እዚ ሕጂ ካብ ማርሻሊ ገዚኤዮ ብጣዕሚ ነቲ ኤክስፐንሲቭ ዝኾነ ናይ ቦርሳታት ክስታይ ናቱ ዱክ ገለታት ማለት እዩ እዚ ሕጂ ብጣዕሚ ጽቡቕ ብጣዕሚ ዋግኡ ከዓ ሕሱር ካብ ማርሻሊ ገዚኤዮ ፒንክ እዚኣ ብጣዕሚ ጽቡቕቲ ከምታ ትፈልጣ ከዓ ፒንክ ስለ ዝፈቱ ነዚ ስፕሪንግ ሳመር ከዓኒ ከለርፉል ነገር ብጣዕሚ ጽቡቕ ስለ ዝኾነ እዚኣ ፒንክ እዚኣ ሕጂ እዛ ፒንክ ካብ ማርሻል ገዜ እያ ማለት እዩ ካልእ ከዓኒ ሰማያዊ ነይራ ግን ሰማያዊ ከምዚ ቤቢ ቡሉ እየ ደለየ ነይረ ስስ ዝበለ ደማቕ ስለ ዝኾነት ኣይገዛእኹዋን ነታ ሰማያዊ ማለት እዩ ካልእ ከዓኒ እዚኣ ፀላም ከዓ ረኺበ ማለት እዩ ከምኡ ዓይነት ከሎ እዚ ሕጂ ከም ሳት ቦርሳ እዩ መፂኡ ዘሎ እዚ ከዓኒ ብጣዕሚ እየ ዝፍተወካ ዋላ ክስክስታይ ማለት እዩ ኣብ ቲክታክ ወላ ኣብ ፌስ ኣብ ኢንስታግራም ገለ በቃ ኣብ ማርሻል እዚታት ህቡብ እዩ ዘሎ እዚ ቦርሳታት ማለት እዩ ኣብ ማርሻል ንትጀማክስን ዋግኡ ከዓ ኣፎርደብል ስለ ዝኾነ ማለት እዩ ኣብ ኣማዘን ገለ ከማ ከምዚ ኣይንስእን ኢና ግን እዚ ሕጂ ከዓ እዚ ብጣዕሚ ዘናል ማለት እዩ ነዚ ሳመር ስፕሪንግ ሳመር ብጣዕሚ ጽቡቅ ቦርሳ ኣነ መብዛሕትኡ ግዜ ሕጂ ትዓብ ይገብሮ ኣለኹ ማለት እዩ ትጸሊም ሕጂ ዳርጋ መዓልታዊ ትጸሊም ዓቢ መዓልታዊ ብዙሕ ነገር ከዓ ስለ ድሕሪ ዘለይ ወላ ንስራሕ ከይት ከለኹ ዝገብሮ ትብርገን ንገብሮ ዝቐይሕ ከዓኒ ዝቐይሕ ከዓ ገብር ቦርሳ ኣዘኒ ጠብለካ ማለት እዩ ጽቡቅ ቦርሳ ንሓር ኣብ ክሳይ ምስኮት ከዓ ኣብቲ ጄማክስ ከዓ ብሓንሳ ብሓንቲ መዓልቲ ማይ ሃር ነይሩ ክገዝኦ ስለ ዘለኹ ነዚ ቦርሳ ደሓር ዳርጋ ዓሰርተ ደቒቕ ድዩ ገለ ፍልልይ ኣለዎ ካብ ማርሻል ን ቲጄ ማክስን ናብኡ ከይደ ከኣ እዚኣ ምስ ረኣኽዋ ከኣ እዚኣ ከኣ ዝበለጸት ማለት እዩ ናይ ቲጄ ማክስ ዳርጋ ከምቲ ሓደ ይመሳሰል እዩ ግን ሰለስቲኡ እዚ ክስታይ በበይኑ እዩ ማለት እዩ እዚ እዚ ሓደ ከም ዝተቖነነ ዝመስል ማለት እዩ እዚ ከኣ እቲ ዲዛይኑ ተፈላለየ እዩ፣ ግን ሕብሩ ገለ ፍተወካ በቃ ካብ መጠን ንላዕሊ ጽቡቕ ዘናጥ ማለት እዩ። ዘናጥ ቦርሳ መብዛሕትኡ ግዜ ኣነ እዚ መትሓዚ ድሕር ከም ዘለዎ ነዚ ንኣሽቱ ቦርሳ ኣይጥቀመሉን እየ እዚ እየ ዝጥቀመሉ ማለት እዩ። መትሓዚ ምስዚ ጅሩይ ገለ ምለ ከዓ ኣብዚ ንጠብለካ ማለት እዩ ካልእ ከዓኒ ካብ ሊፕስቲክ ድፈትዋ ድብለክን ካብ ካብ ማርሻል ዝረኽባ ናይ እዚኣ ጎን ስተፋኒ ቀያሕ ሊፕስቲክ በቃ ማይ ኩሉ ግዜ ኩሉ ግዜ ድፈትዋ ማለት እዩ ኣላሃኒ ስቴል ታቀያሕ ቅድሚ ሕጂ ከም ኣያ ኦሪጂናል ረሲፒያ ትብል ኢለ ገዚአ ነይረ ግን ከምዚ ሉኪድ ኮይኑ ማለት እዩ ከምዚ ብርዕርዕ ድብል ኣብ ኣፍካ ሕጂ ከዓ እዚኣ ከዓኒ ምክንያቱ ኣብ ክስታይ ዕስራን ሸሞንተን ቅርሺ ገለ ትሽየጥ ኣብ በዓል ሲፎራ ማለት እዩ ኣብ ኣብ ክስታይ ግን ኣብ በዓል ማርሻል ግን ብሓሙሽተ ቅርሺ ገለ ኢኻ ትረኽቦ ማለት እዩ ሶ ኢንኬዝ እዚኣ ብጣዕሚ ስለ ዝፈትዋ እዛ ሊፕስቲክ ከዓኒ እዚኣ ከዓ ካልኣይቲ ብጫ ንኩሉ ግዜ እዩ ማለት እዩ ኣነ ቀይሕ ሊፕስቲክ ብጣዕሚ እየ ዝፈቱ ሓንቲ ቀይሕ ሊፕስቲክ ኩላህና ህልወና ክስታይ ድብል ቀይሕ ሊፕስቲክ ብጣዕሚ እዩ በቃ ቀይር ዝብለካ እዚኣ ከዓ ከምቲ ኣብ ኣስመራ ኤልዛቤት ኤልሳቤት ኤልሳቤጥ ንገብራ ነበርና ሊፕስቲክ እዚኣ ከዓኒ ከምኣ ናይዚ ዓዲ ንዓይ ማለት እዩ ብጣዕሚ እየ ዝፈትዋ ብጣዕሚ ብዙሕ ቀይሕ ሊፕስቲክ ይደለኒ ከም ትፈልጦ እዚኣ ካብኣ ፀኒሓ ትምንፅያ ማለት እዩ ካልእ እንታይ እየ ገዚአ ዛራ ከይደ ነይረ ምስ በዓል ቤተ ዛራ ከይደ ቀጠልያ ብሌዘር ከም ዝበሃል ምስል ብሌዘር ዘናጥ ነይሩ ገዝኣለይ ኢሉ ግን እቲ ሚድየም ሳይዝ ስኒ እዚ ፀቢቡ ማለት ናይ ዛራ ሳይዙ ከም ትፈልጦ ከም ገለክስታይ ማለት እዩ ሶ እቲ እታ ቀጠልያ ሚድየም ረኺበ ነይረ ሚድየምን ስሞልን ነይሩ እቲ ሚድየም ሕጂ ኣጸቢቕም ዝሕዝ ኣቢልና ትዕቁኖ ኣለካ ሶ ምዕኢለ ከይደ ነይረ ሓንሳብ ከይና እዚ እዚ ሕጂ ዘይተሓሰበ ማለት እዩ ቦርሳ እዩ እዚኣ በቃ ብጣዕሚ ዝፀወት ቦርሳ ብጣዕሚ በቃ እቲ ቀይሑ እታ ናይ ኣማዘን ቀይሕ እንዲያ ነይራ ነቲ ሓንቲ እታ ንእሽተይ ማለት እዩ እዚኣ ግን ካብ መጠን ንላዕሊ እየ በቃ ፈትየ እያ ቦርሳ ክገዝእ ኣይሓሰብኩን። ኣክቹዋሊ ዝገዝእዮ ስለ ዝነበርኩ ብቕድሚኡ መዓልቲ ዛራ ምስ ከድና ክገዝእ ኣይሓሰብኩን ነይረ። ግን እዚኣ ምስ ረኣኻያስ ከመይ ጌርካ ትገድፋ? ካብ መጠን ንላዕሊ ጽብቕቲ ጽብቕቲ በቃ ቀይሕ ኤኒ ታይም ትገብራ ሕጂ ሳመር እዚ ብዘይ ዕረፍቲ ማለት እዚኣ እዚኣ ኩሉ ግዜ ክገብራ ማለት እዩ ካብ መጠን ንላዕሊ ፈቴያ እሳ ሒዘ መፅኤ ካልእ ከዓኒ ኦ እቺ እንደይ ተኣትየ ነይረ ግን ናይ ዛራ መወደ ቅድም ናይ ዛራ ከዓኒ እዚ ብራስሊት ከዓ እዚ ኢድካ ዝግበር ከምሳት ማለት እዩ ኣብዚ ቻንኪ ዝኾነ ከምኡታት ይመፅእ ዘሎ ሕጂ ሕጂ እዚ ከዓኒ እዚ ብራስሊት ማለት እዩ ኣብ ኢድካ ዝኸውን ከምሳት ከዓ ኣብ ዛራ ፅቡቅ ፅቡቅ ኣሎ እንደገና ናይ ዛራ ከዓኒ ፋሽኑ ዶ ይወድቕ ድሕሪ ሰለስተ ዓመት ወላ ገለመለ በቃ ክስታይ ትገብሮ ማለት እዩ ክትገብሮ ትኽእል እንደገና ከዓ ፅቡቅ ኳሊቲ ዘለዎ ናይ ዛራ ጁሪ እሱ ከዓ ገዚአ መፅአ ማለት እዩ ካልእ እንታይ ብዙሕ ኣይገዛእኹም ከምዚ ክገዝእ ኢለ ምሻሎ ተቢለ ተዳልየ ገለ ከይድ ከለኹ ብዙሕ ክስታይ ኣይትረክ ከም ዝትፈትዎ ነገር ገለ ኣይትረክብ ኒኻ ጅንስ ገዝእ ኢለ ከይደ ነይረ ግን ቆልዑ ስለ ዝነበራ ምሳና ንክትዓዓቕን ገለ መለ ክስታይ ትኸውን ማለት እዩ እዚ ከምዚ ቤዚክስ ናይ ዛራ ከዓ ፅቡቅ እዩ እዚታት ማለት እዩ ነዚ ሳምር ንስፕሪንግ ሳምር እዚ ከዓ ምስተኾነ ወላ ምስ ጅንስ ወላ ምስ ክዳን ምስተኾነ ነገር ንጥቀመሉ ማለት እዩ እዚ ከዓ ካብ መጠን ንላዕሊ ፅቡቅ ኳሊቲ ዘለዎ ናይ ዘራ ወላ ፃዕዳ ካልእ ሕብርታት ፀሊም በለ ኣለዎ ግን እቲ ፀሊም ኣነ ካበይ ገዝእ መስለክን እዚ ከምሳስ ብራሴል ካብ ዋልማርት ብክልተ ቅርሺ ድዩ ገለ ዝበለፀ ኩሉ ግዜ ን ሳመር ቡሽጢ ትገብሮ ወላ ን ዊንተር ቡሽጢ ትገብሮ ሳመር ከኣ ብጥርሑ ትገብሮ ኣብ ወልማርት ደለዋ ዶሎ ካናቴራታት እዚ ከምዚ ዓይነት ብጣዕሚ ጽቡቅ ኳሊቲ ደለዎ ወልማርት ከይት ክንገዝኣ ትኽእላ ኢኽን እዚ ናይ ዛራ እዚ ምጽኤ ማለት እዩ ካልእ ከኣ ኤች ኤንድ ኤም ከኣ ኤች ኤንድ ኤም ዛራን ፊት ንፊት የን ስቶር ኤች ኤንድ ኤም ከኣ ኣቴ እዚ ጸሊም ክዳን ናይ ኤች ኤንድ ኤም ቅድሚ ሕጂ ኣርእየክን ነይረ እዚ ስጋዕ ኣብዚ ክሳዱ ይበጽሕ ማለት እዩ ብዙሕ ጸሊም ክዳን እዩ ዘለኒ ፎቲኤ እዚ ከዓኒ እዚ ቅድሚቱ እዚ ኣፍ ልቡ ክፍድ በለ ማለት እዩ እዚ ኣፍ ልቡ ክፍድ በለ እቲ ሓደ ዘርኣ ክኾን ኣብዚ ዝበጽሕ እዮም ሕጂ ገዜ እየ ዝነበርኩ ማለት እዩ ኣብዚ ክሳድካ ዝበጽሕ እዚ ከዓ ኣፍ ልቡ ከፋት ማለት እዩ ናይ ሸንዴም ክዳውንቲ ጽቡቅ ክዳውንቲ እዩ እዚ ሕጂ ኣነ ምስ ምንታይ ይገብሮ ምስ ሃይ ሂል ጥራሕ ድየ ከምኡ ዝገብሮስ እዚ ገይረ እዚ ጫማታት ሕጂ በቀዳማይ ድርኣብ ከምዚ ኣዲዳስ ሳምባ ገለ ሱታት ክገብሮ እየ ዝኾነ ኣዲዳሳት ጫማ ዝኾነ እቲ ሎፈር ጫማታት ከምዚ በቃ ሲምፕል ክወፁ ከለኹ እዚታት በቃ እዚ ጌርካ እቱ ኣቢልካ ጫማ ድኾነ ኣዲዳስ ዋላ ናይኪ እቲ ዳንክ ናይኪ ገለ ልርኣኹ ኩን እሱ ገይረ ዝንጥ እብለሉ ማለት እዩ ካልእ ናይ እዝኒ መገዚ እመርካብ ስኢነየ ናይ ከምዚ ድገብረን ናይ እዝኒ ማለት እዩ ከምዚ ብዚእታተይ ድገብረን ከርእየክን ኢለ ኣበይ ደኣ ገይረ እየ ኣው ካብ ማርሻል ካብ ማርሻል ገዚአ ነይረ ከም ዝበልኩን ሕጂ እዚ ኣብዚኣ ተሰቂርያ ዘለኹ ዋይ ናይ ሎማዓንቲ ሜካኣበይ ብገፀይ ብጣዕሚ ፅቡቅ እዩ ዘሎ እዚ እዚ ሕጂ እዚኣ ኩሉ ግዜ ዝገብራ ኣየውፃእን እየ ሕፅብ ከለኹ ገለ ወላ ኣይሃስስን እዩ ካብ በዓል ማርሻል ትጄ ማክስ እዩ ድረኽቦ ማለት እዩ ከምቲ ድበልኩኹም ኣብዚኣ ሰለስተ ስቁሬን ኣለዋኒ ዳርጋ መዓልታዊ ከምዚ ዓብዪ ኣይገብርን እየ ግን እዘን ንኣሽቱ ከምዚታት ማለት እዩ እዚታት ጽቡቅ ጽቡቅ ኣይሃስስን እዩ ከኣ ካብ በዓል ማሻ ማለት እዩ ሓው ዘእፍ ገለመለ ድብል ደይሃስስ እስክስታ እዩ እቲ ጁሪ ንኣሽቱ ማለት እዩ ወላ ንቆልዑት ከምኡ ገብረለን እየ ማለት እዩ ንደቂ ኣብዚታተን ኣብዚ ኖርማል ኣብዚ ኖርማል ንስቁሬን ናይ ቆልዑት ኣነ ከዓ እዚ ሕጂ እየን ሰለስተ ሓደ ዓይነት ሕጂ ኣብዚኣ ሰለስተ ስቁሬን ስለ ዘለዋኒ ከምኡ እየ ዝገብር ሰለስተ ኣብዚኣ ክገብረን እየ ማለት እዩ ካልእ ከዓ እንታይ ገዚአ እዚ ማልያ ከዓኒ ሕጂ ሳመር ስለ ዝኾነ በቃ ክስታይ ክዳን ገለ ክገዝእ ከለኹ ከርእየክን እየ ማለት እዩ ነዚ ሳመር ስፕሪንግ ማለት እዩ እዚ ከዓ ናይ ካብ ማርሻል እዚ ቲጄማክስ ማርሻል ካብ ማርሻል ከዓ እዚ ግራፊክ ማልያታት ከምዚ ባርቢ ድብል ገለ ዝኾነ ዓይነት ግራፊክስ ዘለዎም ማልያታት ኣብ ክስታይ ትረኽቦ ትኽእላ ኢኽን ማለት እዩ ኣብ በዓል ማርሻል ሲምፕል ንገዛ ገዛ ገለ ዝኾኑ ማለት እዩ ዋላ ከም ግሮሰሪ ገለ ክንወፅእ ከለና ንገብሮ ዋላ ምስታይ እቲ ገለ ጌርና እዚ ኣብታ ትረኽቦ ማለት እዩ ሓደ ከዓ እቲ ግራፊክ ማልያ ከዓኒ እቲ ስእሊ ገለ ዘለዎ መብዛሕትኡ ግዜ ኣነ ገብሮ እየ ራውስ ወይኒ ዋን ድብል ስቶር ከዓ ከምኡታት ፅቡቅ ፅቡቅ ማልያ ኣሎ ናይ ሎማዓንቲ እዚኣ ትመስል እንጂ ጌርክን ኣብ ክትኮና ተስፋ ገብር ሓደሽቲ ንሕር ኮንክን ሕጂ ከይወፅኽን ከለኽን ሳብስክራይብ ግበራ ትሪኦ ቪድዮታተይ ሳብስክራይብ ዘይገበርክን ከኣ ሕጂ እንዳረኣኹንኦ ከለኽን ከይወጻኽን ከለኽን ሳብስክራይብ ግበራ ላይክ ከኣ ግበርኦ ብጣዕሚ እየ ዝፈትወክን ኣብ ቀጻሊ ብኻልእ ክሳብ ንራኸብ ከኣ ብሰላም የራኽበና ባይ